ሃይ ደቂ ነጋውስ ከመይ ኣለኹም? ኣዜቤ ኣነ ብጣዕሚ ፅቡቕ ኣለኹ። ንስኻትኩም ፅቡቕ ክትብሉ ከዓ በዓል ትምሉ ተስፋ እየ። ብዙሕ ግዜ ገይረ ኣይ ቪድዮ ኣየልዓልኩን፣ ምክንያቱ ብናይ ጥዕናይ ጉዳይ ፅቡቕ ኣይነበርኩን። ሕጂ እዚ ቪድዮ እዚ ክገብሮ ደልየ ዘለኹ ሕጂ ክርስመስ ኢቭ እዩ። ትዌንቲ ትዌንቲ ፎር ዕስራ ዕስራን ኣርባዕተን ንዕስራ ዕስራን ሓሙሽተን ኢና ንሰጋገር ዘለና ኣነ ኩሉ ግዜ ይብለኩም እየ ደቂ ነጋውስ ይፈትወኩም እየ ይፈትወኩም እየ ይፈትወኩም እየ እሞ ኣነ ኩሉ ግዜ ዝብለኩም ክንዘርእ ኣለና ሕጂ ክንዘርእ ኣለና ንዓመታ ኤኒዌይ ብዙሕ ዘሪእና ኢና ብዙሕ ይፈርየልና ዘሎ ኢለ እዩ እ፣ ድኣምን ኣነ ብሕልፊ ኣብቲ ናትና ኤረ ብዙሕ ሰላም ክመፅእ እዩ ግን ኩሉ ግዜ ቅድሚ ሰላም ምምፅኦም ብዙሕ ነገራት ሽግራት ዝካየዱ ኣለዉ እሳቶም ምስ ሓለፉ ግን ሰላም ክንከውን ኢና ኣስኢናተይ እምነተይ ጠፊኤኩም ዳርጋ ዓመት ገይረ ናይ መጨረሽታ ቪድዮ ዝሰራሕኳ ዝከረኒ ብዛዕባ ሰራጣን ወይ ከዓ መንሽሮ ነይሩ ኣነ ሕክምና ናይ መንሽሮ ገይረ ነይረ ሕጂ ሓውየ ነብሰይ ተመሊሱ ፀጉረይ ከማን እንሄለ ሕጂ ክበቁል ጀሚሩ ዓሚ ከምዚ ሕጂ ልደት ምሸት ይዝከረኒ ኣብ ክልተ ተቆኒነ ነረ ፀጉረይ ድሕንቲ ዝክሮ ኮንኩም ነዊሕ ነሩ ኣብ ክልተ ቆኒነ ነረ ሕጂ ንፅባሒቱ ወጋሕታ ናይ ልደት ወጋሕታ ሲ እዚ ኩሉ ፍርቂ ፀጉሪ ኣብ ክልተ ተቆኒኑ ዝነበረ ሲ ምጥጢሉ ወፅዩ ኩሉ ሽዑስ በቃ ረጊፉ ተላፀዮ ስሊክ ክጥቅዐ ብዙሕ ክዛረቤ ከመይ ከመይ ገይረ ኣብዚ በጺሐ እንታይ ሓጊዙኒ ብዝያዳ ክዛረበ ሕጂ ግን ናይ ርሑስ ኣውደኣመት ርሑስ ሓድሽ ዓመት ምክንያቱ ሕጂ እታ ፀሓይ ቅድሚ ሕጂ ተዛሪበ ነይረ እታ ፀሓይ ታሕቲ ጠሊቓ ጠሊቓ ንላዕሊ ትወፀሉ ስለ ዝኾነ ሓድሽ ኤነርጂ እዩ ዝመፅእ ንሕና እንታይ ንደልዮ ከዓኒ ነቲ ዓመት ናብ ባዕልና ኢና ንቕልሶ ምኽንያቱ ቅድሚ ሕጂ ብዙሕ ተዛሪበኩም እየ ደቂ ነጋስ ፈተኩም እየ ፈተኩም እየ ፈተኩም እየ እሞ ንሕና ነጥቢ ኢና ንርኢ ኦኬ ኣብ ውሽጥና ግን ብርሃን ኣለና ንዓና ኮንዳክት ዝገብረና ንዓና ዝኣልየና ንዓና በዚ ኺዱ በዚ ኺዱ ዝብለና ድሕን ናብ ነፍስና ቀሪብና ግን ናብ ነፍስና ክንቀርብ ኣለና ንሕና ብጣዕሚ ፅቡቅ ገይሩ ፈጣሪ ሰሪሑና ቨሪ ፕሮቴክትድ ኢና ንመካላኸልስ ፈጣሪ ዝፈጠረና ንዓና ኣለና። ኣብዚ ክንነብር ክንፍተን ሙሉኣት ኮይና ብደይ ስቓይ ብደይ ሕርቃን ብደይ ገለመለ ዝኾነ ነገር እንተመፀ ምክንያት ኣለዎ ከመይ ጌርና ንኸይድ ሕጂ ንኣብነት ኣብ ሓደ ሽግር ድሕና ኣለና ወይ ኣብ ሓደ ሕማም ድሕና ኣለና ወይ ኣብ ሓደ ጭንቂ ድሕን ኣለና መጀመርታ ክንገብሮ ዘለና ምስቲም ኤነርጆም ላዕሊ ዝኾኑ ሰባት ክንቀርብ ኣለና ካብቶም ታሕቲ ዝኾኑ ኤነርጆም ክንርሕቅ ኣለና ክንነግሮም የብልናን ኣነ ብዙሕ ክዛረብ የብዚ ኣነ ከመይ ሰባይ ገይረዮ ማለት እዩ ኣብ ርእሲኡ ድማ ድሕን ኒሕና እዚ ነገር እዚ ሽግር ወይ ካብ ዝኾነ ነገር ኩነታት ዋላ ናይ ሃገር ይኹን ዋላ ናይ ናይ ሓዳር ይኹን ናይ ቆልዐትና ይኹን ናይ ስድራ ቤትና ገለ ይኹን ዝኾነ ሲትዌሽን ክመፅእ ከሎ ንሕና ዲል ክንገብሮ ከለና ክንገጥሞ ከለና ካብ እንዳበኸና እንዳሓረቕና እንዳሓዘና እንዳተፀረፍና እንዳተባኣስና ዲና ንገጥሞ ብርግኣት ፕረዘንት ኮይና ኣነ ነዚ ክገጥሞ ልዕልዮ ክእለታት ኣለኒ ክንብል ክንክእል ኣለና ዲና ንብል ናህና ናትና እዩ እንዳቆዘምና ዲና ንኸዳ ዋላ እንዳተሓጎስና ናትና ምርጫ ኾን እዚ ምርጫ ኣለና ዝበሃል እዚ እቲ ምርጫና ምክንያቱ ንሕና ክንመፅእ ከለና ናብዚ መሪፅና ኢና መፂና እዚ ክብል ደሊ ማለት እዩ ናይ ጥዕናና ናይ ኩነታትና ብዝያዳ ግን ደቂ ነጋውስ እፈትወኩም እየ ዝያዳ ክዛረብ እየ ብናይ ጥዕናይ ኦሬዲ ጽሒፈዮ ኣለኹ ቪድዮታት ከኣ ስለ ዝሰርሕ ናተይ ፕራይቨት ኣብኡ ከለኹ ከዓ ዶኪመንት ትገብሮ ኣብ ደውዓልኮ ሰው ኣለኒ እንታይ ኣበይ ከመይ ነይረ ብጣዕሚ ከቢድ እዩ ክዛረበሉ እየ ሕጂ ክሓልፍ እስሕቅ ኣለሁ ዓምን ሕጅን ሰማይን ምድርን ዳስዋይ ብጣዕሚ ፅቡቅ ኩሉ ነገር ጌራ ጓለይ ጌራትለይ ማለት እዩ ሎመዓልቲ ብጣዕሚ እየ ሎም ቅነ ሎም ዓመት ማለት እዩ ምክንያቱ ዓምን ሎምን ኮምፕሊትሊ ሰማይን ምድርን እየ ኣብ ገዛና ሕጂ ግን ብጣዕሚ ጽቡቕ ኣለኹ ኢለ ይኣምን ሕጂስ ናይ ናይ ንእሽተይ ናይ ናይ ክሪስመስ ክዛረብ እየ ክሪስመስ እዚ ሕጂ መዓት መዓት ኣሎ ኣብዚ ተጠቕለለ ብዙሕ ገንዘብ እዩ ዝወፅእ እቶም ሸቀጥቲ ስርሐይ ኢሎም ነዚ ኣጽኒዕም ዝገበርዎ እዮም ፕላስ ናይ ቀደም ናይ ፀሓይ ኣምልኾት እዩ ናይ ፀሓይ ጠሊዓ ትወፀሉ ሓድሽ ዓመት ናይ ፀሓይ ወይ ከዓ ሳናተርያን ዝበሃል ናይ ሳተርን እዩ እቲ በዓል ሽግር ኣይኮነን ንሕና ከዓኒ ናብቲ ዝደለናዮ ወሲድና ኣብዚ እቲኦም ናይዚ እዮም እብሉ እዚኦም ናይ የሱስ እዮም እብሉ ናይ ክርስቶስ ይብሉ ናይ ሰተርን ብዙሕ ነገር እንዲ ዘሎ ግን ንሕና በቲ ዘለና ብፅቡቅ ጥራሕ ክንገጥሞ ብፅቡቅ ክንወስዶ ብፅቡቅ ክንጥቀመሉ እዩ ዘለና እየ ዝብል ግን ክንፈልጥ ከዓ ኣለና ንመን ኢና ኣምልኾት ንገብር ዘለና ፅቡቅ ክንፈልጥ ኣለና ምክንያቱ ኣነ ክዓቢ ኣብ ገዛና ናይ ልደት ይሽለም ነይሩ ኣብ እንዳ ብሓጎይ ግን ኣይሽለምኒ ኣይፈልጥዎን እዮም ስለዚ ምፃእ እዩ ኦኬ ስለዚ ኣነ ሓደ ነገር ክብለኩም ከሎ ብኹፍ ኣይትርኣይዎ ጥራሕ ሲ እንዳፈለጥካ ዝኾነ ነገር እንዳፈለጥና ድሕን ጌርናዮ ብጣዕሚ ፅቡቅ እዩ ኣነ ኩሉ ግዜ ንፈጣሪ ዝብሎ ንዓይ ሰብ ክሮስ ክገብረኒ ኢትስ ኦከይ ግን ኣነ ክፈልጥ ኣለኒ ከይፈለጥኩ ክሮስ ተገይሩ ኢት ዊል ሀርት ኣይደሊን እየ ኢለ ከምኡ እዩ ናተይ ምልማን ንፈጣሪየ ድብሎ ኦይ ዋት ኤቨር ዝኾነ ሰብ ይግበረኒ ዝኾነ ዝኾነ ነገር ይገጥም ከም ዓሻ ከይከውን መኣታንሲ ጥራሕ ኣፍልጠኒ በስ እዚኣ ጥራሕ እየ ዝብል እዚ ክብል ዝደሊ ደቂ ነጋውስ እፈትወኩም እየ ፈትወኩም እየ ፈትወኩም እየ ርሑስ ሓድሽ ዓመት እቲ ናትና ዓመትና 2025 ብሩህ ዝኾነ እዩ ኣነ ቅድሚ ሕጂ ኢለኩም ብዙሕ ነገር ክቀያየር ኢለኩም ነይረ እየ ብዙሕ ነገር ክቀያየር ግን ንሕና ሬዲ ኣይኮናን እስቲል ሕጂ ከማነ ንሕና ሬዲ ኣይኮናን ብዙሕ ነገር ኣብ ኢድና ጎልድ ኣብ ኢድና ኣሎ ግን ኣይንሪኦን ኢና ዘለና ንንሕድሕድና ክንብል ናይ ስጋ ስሕበት ስለ ዝገብረልና እሱ ከዓ ዋላ ሓንቲ ሽግር ኣይኮነን ትምህርቲ እዩ ኦኬ ሽግር ኣይኮነን ግን ድሕን ቀልጢፍና ንሶ ናብራ ክንነብር ንወለዶታት መቁስለና ከንሐዊ ክንሳነ ክንፈኣሮ ኣለና ፈቶክሜ ደቅና ወሳወስ ፈቶክሜ ዓመት ንዓመት የድግመና ዓመት ንዓመት ከዓኒ ካብ ዓሚ ንዓይ ሎም ዓመት ፅቡቕ እብል ኣነ ንዓይ ጥዕናይ ምናልባት ኣብ ካልእ ቦታ ዘለዎ ከዓ ክህሉ ይኽእሉ ንዓይ ግን ካብ ዓሚ ከምዚ ሎም መዓልቲ ዓሚ ለይቲ ሕጂ ይበል ጸለይ ዋላ ፀጉር ደኣ ኣይበቆለን ኣሎ እምበር ሕጂ ይበል ጸለይ ኢለ ኣምን ስለዚ ደቂ ነጋውስ እፈትወኩም እየ እፈትወኩም እየ እፈትወኩም እየ ኣዘይ ንዕብዮ ቻው